ሰላም ኣብ መላእ ዓለም እትርከቡን እትርከባን ክቡራትን ክቡራንን ተኸታተልቲ ሳሕል ሚድያ ከመይ ትኾኑ ከመይ ትኾና ኣብዛ ረዛን ወርሒ ኮይንና ነቲ ንመበል ሰላሳን ኣርባዕተን ዓመት ዝኽሪ ስርሒት ፈንቅል ክበዓለሉ ዝቐነየ ኣዝያ ተዘካሪት ዝኾነት ወርሒ ኢና ዘለና። እንቋዕ ሓጎሰና፣ እንቋዕ ብሰላም ሓለፈ። እቲ ንዓና ከም ኤርትራውያን መግለጺ ክብርናን መግለጺ ነቲ ንነዊሕ እዋን ናይ ገድልና ምስክርነት ዝኾነ ስርሒት ፈንቅል እንቋዕ ብሰላም ኣዛዘመና እንዳበልና ናብቲ ንሎሚ ሒዝናዮ ዘለና ሓጺር ሓበሬታ ክንሰገር ክቡራትን ክቡራንን ተኸታተልቲ ሳሕል ሜድያ እዛ ሜድያ ናይ ህዝቢ ብፍላይ ከኣ ነቲ ኣብ ደገ ዝነብር ኤርትራዊ ዜጋ ብፍላይ ነቲ ንኡስ ወለዶ ኣብ ናይ ሃገሩ ዘለዎ ታሪኽ ኣፍልጡ ንምስፋሕ በቲ ዓቕምና ዘፍቀዶ ክንሰርሕን ክንመሓላልፍን ጸኒሕና ኢና ክቡራትን ክቡራንን ተኸታተልቲ ሳሕል ሜድያ እዛ ቻነል እዚኣ ናብዚ ዝለዓለ ደረጃ ንክትበጽሕ ከኣ ነቲ ትርሕ መንገድታት ማሕበራዊ ሜድያ ንኩሉ መስርሓት ብዓወት ክትዛዝሞ ከኣ ናይቲ ኤርትራዊ ኣነ ኤርትራዊ እየ በሃሊ ብሃገሩን ህዝቡን መንነቱን ኩርዑን ሕቡንን ዝኾነ ኤርትራዊ ዜጋ ኣስተዋጽኦ ልዕሊ ዝኾነ እዋን ላዕሊ ስለ ዝነበረ እዛ ቻነል እዚኣ ናብዚ በጺሓቶ ዘላ ደረጃ በጺሓ ሕጂ ውን ደጊምና ደጋጊምና ክነመስግኖ እንደሊ ነቲ ብኤርትራን ኤርትራውነቱን ዝሕበን ህዝቢ ኩሉ ግዜ ብኣኻ ኩሩዕ ኢና ካባኻ ምውላደይ ከኣ ኣዝዩ የሕብነንን የደስተንን እንተኾነ ግን ገለ ተጻብኦታት ክህሉ ከኣ ንቡር እዩ ኣብዛ ንነብረላ ዓለም። ምኽንያቱ ወዲ ሰብ ኮይኑ ብዛዕባ ጽቡቕን ሕማቕን እንዳሓሰበ ዝጎዓዝ ባእታ እዩ። ሓደ ወዲ ሰብ ሕማቕ እሰርሕ ሓደ ወዲ ሰብ ጽቡቕ እሰርሕ። ስለዚ እምበኣር እዛ እንዳዓበየት እትኸይድ ዘላ ሳሕል ሜድያ ዝተባህለት ናይ ዩቱብ ቻነል ብዝኾነ ይኹን መንገዲ ካብዚ ማሕበራዊ ሜድያ ክትእለ ኣለዋ ብዝብል ኣንጻር ኤርትራን ኤርትራውነትን ብዝጓዓዙ ሰባት ኣንጻር ኤርትራን ኤርትራውነትን ብዝዕጠቑ ሰባት መጥቃዕቲ ወሪድዋ ኣሎ። እዚ መጥቃዕቲ እዚ ንሓጺር እዋን እኳ እንተኾነ ግን ነቲ እዛ ቻነል እዚኣ ክተመሓላልፎ ዝጸንሐት መልእኽቲ ንምስባር፣ ነቲ ኣብ ልዕሊ ኤርትራን ኤርትራውነትን ዝግበር ተጻብኦታት ስለ ተፍሽል ወይ ውን ስለ እተቃልዕ ግድን ክትዕጾ ኣለዋ ክትጠፍእ ኣለዋ ብዝብል ሕማቕ ተግባራት ኣብ ልዕሊኣ መጥቃዕቲ ወሪዱ ኣሎ። ሕጂ ውን ነቲ መጥቃዕቲ ከም እንብድሆ፣ እቲ ምንታይ ነዚ ክንብል ዘገደደና ንሕና ኤርትራውያን ነዚ ናይ ማሕበራዊ ሜድያ መጥቃዕቲ ኣይኮነን እተን ኣብ ልዕሌና ኣሎ ዝበሃል መዳፍዓትን ኣሎ ዝበሃል ኩሉ ዓይነት ተጻብኦታትን ዝገበራ ምዕራባውያን ሃገራት ዘፍ ዘበልና ህዝቢ ስለ ዝኾንና እዛ ቻነል እዚኣ ከኣ ናይ ህዝቢ ስለ ዝኾነት ንኹሉ ተጻብኦታት ከም ተበርዕኖ ጥርጣረ ዝበሃል የለን። ኤርትራዊ ክገብር እንድሕር ተደልዩ እቲ ክገብሮ ዝኽእል ኣብ ተግባር እምበር ከምቶም ናይ ዞባ ለለ ኣብ ለለ ኣይኮነን ዘተግብር። ንሕና ክኢላ ናይ ቃላት ኣይኮናን ንሕና ናይ ተግባር ኢና። ብተግባር ከኣ ዓለም ዘድነና ህዝቢ ምዃንና ማንም ዘይክሕዶ ሓቂ እዩ። ስለዚ እምበኣር ክቡራትን ክቡራንን ተኻታተልቲ ሳሕል ሜድያ ነዛ ቻነል እዚኣ ንምዕጻው ዝተገብረ ተጻብኦታት ከምዚ ልዕል ኢልና ክንገልጾ ዝጸናሕና እኳ እንተኾነ ንሕና ግን ነቲ እንፈልጦ ወይ እውን ነቲ ናብ ህዝቢ ኤርትራ ክመሓላለፍ ኣለዎ እንብሎ ሓበሬታ ግድን ክነመሓላልፍ ስለ ዘለና ሓንቲ ሓዳስ ቻነል ከፊትና ኣለና ከምኡ እውን ኣብ ፍልፍል ቲቪ ከምቲ ልሙድ ስሩዕ መደባትና እንዳካየድና ንጓዓዝ ምዃንና ደጊምና ደጋጊምና ክንሕብር ንፈቱ ክቡራትን ክቡራንን ተኻታተልቲ ሳሕል ሜድያ እዚ ናብ ኩሉ ሰብ ክባጻሕ ሼር ክንገብሮ ብትሕትና ንዕድም ብፍላይ ከዓ ኣብዚ ሓዳስ ቻነል ሳብስክራይብ ብምህራም ከምቲ ልሙድ ናትኩም ድጋፍን ናትኩም ኣስተዋፅኦን ክፍለየና የብሉን እንዳበልና ክሳብ ብካልእ ቪድዮ ዝምለሰኩም ክቡራትን ክቡራንን ተኸታተልቲ ሰሓል ሚድያ ጠጥዑሙ ሰሰናይ ጠጥዑሙ ደቂ ሪመይ ንዕሱባት ውድቀትና ሃገራዊ ክብረት ዘለኣለማዊ ዝኽርን ሰማእታትና ወትሩ ዓወት ንዓፋሽ